ኣብ ወርሒ ንኣቱ ዲና ኣነ ዓብይ ተስፋ ኣለኒ ምክንያቱ ፖለቲካሊ ተሳዒሩ እዩ ኣንቶ ደጋፊ ይገልጾ ነይሩ እቲ ናብ ትግራይ ዘሎ ሓይሊ ማ ተሳዒሩ እዩ ሓይልና ምጥርናፍን ምውቃዕን ይተሪፉና እምበር ክንኣቱ ንኽእል ኢና ኢለ እየ ዝኣምን ሓደ ፖለቲካሊ ስዒርናዮም ኢና ተወዲብና ምድፋእ እዩ ተሪፉና ዘሎ እዚኣ ምሓዝ ብጣዕሚ ክተድሊ እያ ምክንያቱ ደው ዝብልሉ ፖለቲካ ናይ ፖለቲካ ኣጀንዳ የለን እዚ እዚኡ እናተባህለ ውዒሉ የቀንየለይ
ሰላም ንዓኸም ይኾነ ተኸታተልቲ ንፅረት ሚድያ ንሎም ኣብ ዝዋናን ዓለምናን ዘጋጠሙ ዓበይቲ ፖለቲካውን ወታደራዊ ምንቅስቃሳት ሒዝና ቀሪብና ኣለና ናብ ትግራይ ኣብዚ ወርሒ'ዚ ክንኣቱ ኢና ክብል ጀነራል ጻድቃን ምግላጹ፣ ቲዲኤፍ ምሳና እዩ ክብል ጀነራል ወዲ ኣንጥሩ ምሕባሩ፣ ብልጽግና ክነጥፎ ኢና ክብል ኣይተ ኣማኑኤል ኣሰፋ ምፍካሩ፣ ትፒኤፍ ሓድሽቲ ሰራዊት የሰልጥን ምህላዉ፣ ብልጽግና ከምዝተጋማምዐ ምሕባሩን ዝድህስሱ ጸብጻባት ሒዝና ኣለና። ንቻነልና ሼር ላይክ ሳብስክራይብ ክትገብሩ ብምዕዳም ናብ ዝርዝሮም ክነስግረኩም። ናብ ትግራይ ኣብዚ ውሽጢ ወርሒ ክንኣቱ ኢና ክብል ጀነራል ጻድቃን ገብረ ትንሳኤ ገሊጹ። ኣዛዚ ሰራዊት ሓይሊ ሰላም ትግራይ ቲፒኤፍ ወደን ጥሩብ ብወገኑ ቲዲኤፍ ኣብ ጎንና እዩ ክብል ተደሚጹ ኣሎ። ንትግራይ ተቖፃፂሩ ዘሎ ህወሓት ብፖለቲካዊ መዳይ ተሳዒሩ እዩ ዝበለ ጀነራል ፃድቃን ገብረትንሳኤ፣ ሓይልና ምጥርናፍን ምውቃዕን እዩ ተሪፉና እምበር ኣብዚ ቀረባ ናብ ትግራይ ክንኣቱ ንኽእል ኢና ክብል ተዛሪቡ። ንህወሓት ፖለቲካሊ ስዒርናዮም ኢና፣ ደው ዝብልሉ ናይ ፖለቲካ ኣጀንዳ የለን ዝበለ እቲ ጀነራል፣ ተወዲብና ምድፋእ እዩ ተሪፉና ዘሎ ክብል ተዛሪቡ። ኣዛዚ ሰራዊት ሓይሊ ሰላም ትግራይ፣ TPF፣ ጀነራል ገብረዝግኣብሄር ወዲ ኣንጥሮ ብወገኑ፣ ንህወሓት ስዒርናዮም ኢና ክብል ተደሚፁ ኣሎ። ክሳብ ንዳሎ፣ ሰብናን ሰራዊትናን ክሳብ ነመዓራሪ፣ ዝፀንሑ ሓይልታት እምበር ዝፀንሑ ሓይልታት እምበር ተሸኒፎም እዮም ብምባል ንመደረ ጀነራል ፃድቃን ደጊፉ ተዛሪቡ ኣሎ። እቲ ናይ ለውጢ ሓይሊ፣ እቲ ናብ ኣዲስ ኣበባ ዝኸደ ወይ እውን ሓራ መሬት ዝወረደ ኣይኮነን ዝበለ ወዲ ኣንጥሩ፣ ኣብ ውሽጢ ትግራይ ሓያል ማዕበል እዩ ዘሎ ኢሉ። ኣብ ሓረስታይ፣ ኣብ መንእሰይ፣ ኣብ ኣዲታትን ኣብ መላእ ማሕበረሰብን ዓብዪ ማዕበል ኣሎ ዝበለ ወዲ ኣንጥሩ፣ ብተወሳኺ ላዕለዎት ኣመራርሓ ህወሓት ዘይተረድእዎ እቲ ዝኽክብዎ ዘለዉ ኣፅዋር ዝተዓጠቐ ሰራዊት ካሊእ ማዕበል እዩ፣ ንሱ ድማ ክበልዖም እዩ ክብል ሓቢሩ። ኣብ ሰራዊት ትግራይ ውሑዳት ፀላእቲ ክህልዉና ይኽእሉ እዮም፣ እቲ ዝተረፈ ሰራዊት ግን ናትና እዩ ብምባል እውን ገሊፁ ኣሎ። ሰራዊት ሓይሊ ሰላም ትግራይ TPF ህዝቢ ከሳቐ ከሎ መንእሰይ ክግፈፍ ከሎ ናብ ትግራይ ንምእታው ይሽኩል እዩ ዝበለ ጀነራል ወደንጥሩ ይኹን እምበር ተዳሊና ኢና ከም እንስዕሮም ኮይና ኢና ክንኣቱ ክብል ተዛሪቡ ኣሎ። ብኻሊእ ሓበሬታ ሐዚ እውን ላዕለዎት ኣመራርሓ ህወሓት ኣብ ልዕሊ ብልፅግና ሓደሽቲ ፈኸራታት ከስምዑ ውዒሎም ኣለው። ጆኖሳይደር ስርዓት ብልፅግና ዝበልዎ መሪሕነት ኣብይ ከየጥፋእኻ ህልውና ህዝቢ ትግራይ ምርግጋፅ ዘይከኣል እዩ ክብል ምክትል ፕሬዚዳንት ትግራይ ኣይተ ኣማኑኤል ኣሰፋ ገሊፁ ኣሎ። ከምቲ ንሱ ዝበሎ ስርዓት ብልፅግና ነቲ ካብ ትግራይ ሓሊፉ ሰፊሕ ከባብያዊ ሰላም ምርግጋዕ ናይ ምፍጣር ዓቕሚ ዝነበሮ ስምምዕነት ከይትግበር ከምዝሰርሐ ብምሕባር ህዝቢ ትግራይ ሓድነቱ ክስእን፣ ርእሱ ከድንንን ክምብርከኽን፣ መዋጽኦ ክስእን፣ ቁጠባ ዓቕሙ ክዳኸምን ክሰርሕ እኳ እንተጸንሐ፣ ብወገን ትግራይ ግን ነቲ ናይ ሰላም ምዕራፍ ዕድል ብምሃብ ብትዕግስቲ እናተሰርሐ ከም ዝጸንሐ እቲ ምክትል ገሊጹ ኣሎ። እቲ ሎሚ ዘሎ ምዕራፍ ድማ ህዝቢ ትግራይ መሊኡ ንምጥፋእ ዝሰርሕ ዘሎ ስርዓት መኪትካ ድሕንነትን ልኣላውነትን ትግራይ ንምርግጋጽ ዝካየድ ዘሎ ምዃኑ ገሊጹ ኣሎ። ህዝቢ ትግራይ ብፍትወት ዝወሃቦ ህልውና ከምዘየለ ዝተዛረበ ኣይተ ኣማኒኤል፣ ውሽጣዊ ዓቕምኻ ምድልዳል፣ ውሕስናኻ ምርግጋፅ፣ ከባብያዊ ምሕዝነት ምጉልባትን ምብዛሕን ወሳኒ ምዃኑ ተዛሪቡ። ስርዓት ብልፅግና ኣብ ስልጣን እናሃለወ ህልውና ህዝቢ ትግራይ ምርግጋፅ ዘይከኣል እዩ ዝበለ ኣይተ ኣማኒኤል፣ ነቲ ስርዓት መሊእኻ ንምጥፋእ ብሙሉእነት ምስራሕ ይግባእ ድማ ኢሉ ኣሎ። ነዚ ኣንጸላልዩ ዘሎ ናይ ህልውና ሓደጋ ንምምካት ህዝቢ ትግራይ ንዓመታት ሒዝዎ ዝመጸ ውዳበታትን ትካላትን ብዝግባእ ምጉልባት ከምዘድሊ ገሊጹ። ህዝቢ ትግራይ ዘለዎ ጥንኩር ሓድነትን ኣይምብርከኽን በሃላይነትን ካልኦት ዓቕምታትን ብምጥንኻር ይመጽእ ንዘሎ ሓደጋ ንምምካት ሙሉእ ምድላው ምግባር የድሊ ኢሉ ኣሎ። እዚ ምድላው ኣብ ኲናት ኣቲኻ ንምዕዋት ጥራሕ ዘይኮነስ ኣቐዲምካ ኣንፀላልዩ ዘሎ ሓደጋ ንምትራፍ እውን ዕድል ዝፈጥር ምዃኑ ተዛሪቡ። ኩሉ ትግርዋይ ድማ ነዚ ኣንፀላልዩ ዘሎ ናይ ህልውና ሓደጋ ንምምካት ብልዑል ወነን ተበግሶን ክሰርሕን ናብ ታዕሊማት ከኸትትን ፀዊዕሎ። ኮሚሽነር ጀነራል ኮሚሽን ፖሊስ ትግራይ ይሕደጎ ስዩም ብወገኑ ህዝቢ ትግራይ ንባርነትን ጥፍኣትን ሎሚ እውን ከም ቀደሙ ኣሚንና ይቕበልን ክቃለስ እዩ ክብል ተዛሪቡ። ኣብ መሬት ዓፋር ዝርከብ ሓይሊ ሰላም ትግራይ ቲፒኤፍ ሓደሽቲ ምልሙላት ወታደራት ታዕሊም ምጅማሩ ሓቢሩ። ኣብ ትግራይ ክነብሩን ክሰርሑን ዘይተፈቐደሎም ዝበሎም መናእሰይ ናብ ሓይሊ ሰላም ትግራይ ብምኻድ ወታደራዊ ታዕሊም የካይዱ ከም ዘለዉ ገሊጹ። ካብ ዝሓለፈ ሰሙን ጀሚሩ ሰብዓን ሽዱሽተን መናእሰይ ዝተፀምበርዎ እንትኾኑ ትማሊ ዕስራን ሓደን ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት ድማ ተወሰኽቲ ዕስራን ሓደን መናእሰይ ወታደራዊ ታዕሊም ጀሚሮም ከምዘለው እቲ ዕጡቕ ሓይሊ ሓቢሩ። tpf ወታደራዊ ዓቕሙ ብዕፅፊ ብምውሳኽ ኣብ ልዕሊ ህዝቢ ትግራይ ዘጋጥም ዘሎ ፀቕጢ ብምምካት ንትግራይ ነፃ ንምውፃእ ኣብ ልዑል ምንቅስቓስ ከምዝርከብ ኣፍሊጡ። ኣብ ክልል ትግራይ ዘለዉ ማሕበራዊ፣ ኢኮኖሚያውን ፀጥታን ስዒቡ ኣብ ሰለማዊ መነባብሮን ስራሕን ክሳተፉ ዘይተፈቐደሎም ብርክት ዝበሉ መናእሰይ ናብ ሓይሊ ሰላም ትግራይ፣ tpf፣ ምሕዋሶም ቀፂሎም ይርከቡ ክብል እቲ ግንባር ኣፍሊጡ ኣሎ። ብመሰረት ካብቲ ሓይሊ ዝወፅእ ሓበሬታ ኣብ ግንባር ኣርባዕተ ግንባር ደጉዓ ካብ ዝሓለፈ ሰሙን ጀሚሩ፣ ሰብዓን ሽዱሽተን መናእሰይ ዝተፀምበርዎ እንትኾኑ፣ ትማሊ ዕለት ዕስራን ሓደን ሓምለ ድማ ተወሰኽቲ ዕስራን ሓደን መናእሰይ ናብ ወታደራዊ ታዕሊም ናብ tpf ተፀምቢሮም ከምዘለው ተገሊፁ ኣሎ። እቶም ናብቲ ሓይሊ ዝተፀምበሩ ሓደሽቲ ምልምላት ወታደራዊ ስልጠናታትን ዕላማን ፖለቲካዊ መስመርን tpf ከምኡ እውን ድስፕሊን ሰራዊት ዘጠቓለለ ዓሚዩቕ ናይ ምድላው ታዕሊም እናተውሃቦ ይርከብ ተባሂሉ ኣሎ። ካሊእ ሓበሬታ ኢትዮጵያውያን ተፃወቲ ኩዕሶ እግሪ ከም ዝተሰወሩ ተገሊፁ። ኣብ ሽወደን ልዕሊ ዒስራ ዝኾኑ መናእሰያት ተፃወቲ ኩዕሶ እግሪ ኢትዮጵያ ከም ዝጠፍኡ እዩ ንምፍላጥ ተኻኢሉ ዘሎ። ኣብ ጎተንበርግ ሽወደን ኣብ ተኻይደ ውድድር ኩዕሶ እግሪ ጎትያ ካፕ ዝተሳተፉ ካብ ዒስራ ንላዕሊ ዝኾኑ መናእሰያት ኢትዮጵያውያን መራሕቲ ናይታ ጋንታን ተሰዊሮም ከም ዝጠፍኡ ፖሊስ ሽውድን ኣፍሊጡ። ፖሊስ ከም ዝሓበሮ እቶም ዝጠፍኡ መናእሰያት ዕድሚኦም ካብ ዓሰርተ ኣርባዕተ ክሳብ ዓሰርተ ሸውዓተ ዓመት ዝኾኑ ከይኖም፣ ምስኣቶም ድማ ሓደ ወይ ካብኡ ንላዕሊ ክኾኑ ዝኽእሉ መራሕቲ እቲ ጉጅለ ብሓባር ከም ዝተሰወሩ ገሊጾም። ምጥፍኦም ዝተፈለጠ ኣብ መወዳእታ መዓልቲ እቲ ውድድር ኮይኑ፣ ናይቲ ዝቕመጥሉ ዝነበሩ ቤት ትምህርቲ ኣመሓዳሪ እቶም ኣባላት ብዘይ ዝኾነ ሓበሬታ ወጺኦም ምኻዶም ምስ ኣረጋገጸ፣ ንፖሊስ ከም ዝሓበረ እቲ ዝተረኸበ ጸብጻብ ይሕብር። ወኪል ክፍሊ መርማሪ ዝኾነት ኤሊኖር ሃልዲን እቶም ኣባላት ናብ ኢትዮጵያ ከም ዘይተመለሱ ኣረጋጊጸ ኣለኹ ክትብል ገሊጻ ኣላ። መንግስቲ ኢትዮጵያ ይኹን ኣብ ሽወደን ዝርከብ ኤምባሲ ብዛዕባ ምጥፋእ እቶም ኢትዮጵያውያን ዝሃቦ መግለጺ ክሳብ ዛጊድ የለን። ብኻሊእ ዜና ሰልፊ ብልፅግና ምግምማዕ ከምዘጋጠሞ ተገሊፁ። ሰልፊ ስርዓት ብልፅግና ካብ መስርሕ ምምኽኻር ከድሕርሕሩ ዝፈተኑ ዝበሎም ኣባላት ናይ መወዳእታ መጠንቀቕታ ሂቡ ኣሎ። እቲ ውድብ ኣብቲ ናይ ምኽክር ኣኼባ ዘለዎ መርገፂ ከምዝተዘራረበ ይግለፅ ኣሎ። እቲ ዝካየድ ዘሎ ከተዕ ሃገራዊ ምኽክር ኣኼባ ሰንበት ንኣባላቱ ዕጹው ኣኼባ ዝጸውዐ ሰልፊ ብልጽግና ኣብቲ ምኽክር ዝተሳተፉ ኣብቲ ምኽክር ዝሳተፉ ዘለዉ ኣባላቱ ኣኪቡ ከጠንቅቕ ውዒሉ ኣሎ። ኣኼባ ሰልፊ ብልጽግና ኣብ ኣዲስ ኣበባ ኮንቬንሽን ጉባኤ ማእኸል ኮይኑ ኣብቲ ኣኼባ ዝተሳተፉ ኣባላት ሰልፊ ኣባላት እቲ ሰልፊ ንኣባላት እቲ ውድብ ኣንፈት ከምዝተውሃበ ፍልፍላት ገሊጾም። ካብቲ ኣቐዲሙ ዝተወ ኣንፈት ዝዘለቑ ወይ እውን ዝዓንቀፁ ዝበሎም ኣባላት ከም ዘጠንቀቐ ምንጭታት ሓቢሮም። ኣባላት ሰልፊ ብልፅግና ብፍላይ ብዛዕባ ሕጋዊ ኩነታት ኣዲስ ኣበባን ድሬዳዋን ናብ ክልተ ከም ዝተመቓቐሉ ይንገር ኣብ ዘለሉ እዋን እዚ ጉዳይ እዚ ድማ ሓደ ካብ ኣጀንዳ ናይቲ ብሰንበት ዝተኻየደ ኣኼባ ሰልፊ ብልፅግና እዩ ነይሩ። ኣዲስ ኣበባ፣ ኣካል ኦሮሚያ ናይ ምዃን መማረፂ ዝደገፉ ብብርኪ መሪሕነት ዝርከቡ ኣባላት ሰልፊ ተፈልዮም መጠንቀቕታን ኣንፈትን ዝተውሃቦም ኾይኑ ነዚ መርገፂ እዚ ዘይተቐበሉ መራሕቲ ክሳብ ካብ ስልጣኖም ምእላይ ሓዊሱ ኣብ ልዕሊኦም ስጉምቲ ክውሰድ ከም ዝኽእል መጠንቀቕታ ተዋሂብዎም ኣሎ። ኣባላት እቲ ሰልፊ ኣዲስ ኣበባን ድሬዳዋን ናይ ፌደራል ኣካል ናይ ምዃን መማረፂ ክድግፉ ግልፂ ኣንፈት ከም ዝተብሃዎም ምንጭታቱ ኣረጋጊፆም። ኣብ መወዳእታ ትራምፕ ምስ ኔታንያሁ ኣብ ዝተራኸበሉ እዋን ኢራን ኣብ ወታደራዊ መዓስከራት ኣመሪካ መጥቃዕቲ ፈጺማ። ሰራዊት ኣመሪካ ነቶም ካብ ኢራን ዝተተኮሱ ዝበሎም ባላስቲክ ሚሳይላት ከም ዝመከተ ኣፍሊጡ ኣሎ። ማእኸላይ እዝ ኣመሪካ ሎሚ ረቡዕ 29 ሓምለ ብኣቆጻጽራ ኣውሮፓውያን ኣብ ዘውጽኦ መግለጺ ሰራዊት እስላማዊ ሰውራ ኢራን ኣብ ማእኸላይ ምብራቕ ኣብ ዝርከቡ መደበራት ሓይልታት ኣመሪካ ሕቡእ መጥቃዕቲ ንምፍጻም ብዝገበሮ ፈተነ፣ ብዙሓት ባላስቲክ ሚሳይላት ከምዝተኮሰ ኣፍሊጡ። ኣልጀዚራ ንመግለጺ ሰራዊት ኣመሪካ ጸሪሑ ከምዝሓበሮ፣ ኩሎም እቶም ሚሳይላት ዝተመከቱ ኮይኖም፣ ሓይልታት ኣመሪካ ድሉዋትን ኣብ ላዕለዋይ ደረጃ ንቕሓትን ይርከቡ ክብል እቲ መግለጺ ከምዝሓበረ ጠቒሱ። መጥቃዕቲ ካብ ዝትፈነወለን ሃገራት ሓንቲ ዮርዳኖስ ኮይና፣ ኣገልግሎት ዜና እታ ሃገር ኣብ ልዕሊ ዮርዳኖስ ሓሙሽተ ሚሳኤላት ክምከቱ ተራእዩ ክብል ገሊጹ ኣሎ። ኢራን ብወገና ብዙሓት ሚሳኤላት ናብ ዮርዳኖስ ብምትኳስ ንማእከል ሓይሊ ኣየር ኣመሪካ ከምዘጥቅዐት ኣፍሊጣ ኣላ። ኣብ ልዕሊ እስላማዊት ሪፓብሊክ ኢራን ዝካየድ ዘሎ መጥቃዕትታት ደው ክሳብ ዘይበለን ረብሓ ኢራን ክሳብ ዘይተውሓሰን ኣብ ልዕሊ ኣመሪካ ዝካየድ መጥቃዕቲ ክቕጽል እዩ ክትብል ድማ ኢራን ኣጠንቂቓ ኣላ። እቲ ብኢራን ዝተፈጸመ መጥቃዕቲ፣ ፕሬዝዳንት ዶናልድ ትራምፕን ቀዳማይ ሚኒስተር እስራኤል ቤንያሚን ኔታንያሁን ተራኺቦም ኣብ ዝዝትዩሉ ዘለዉ እዋን እዩ። ዝኸበርኩም ተኸታተልቲ ንጽረት ሚድያ ነዚ ሰዓት ዘዋደድናዮ መጸብጻባት ኣብዚ ዛዚምና ኣለና። ንምክትታልኩም ነመስግን።